ብዛዕባ ናይ ቴክኖሎጂ መብርሂ ዝህብ ወይ መረዳእታ፣ ዲክሽነሪ፣ ሰሪሕና ኔርና። ሕጂ'ኻ እቲ ኣገባብ ኣጠቓቕምኡ ኣብ ውሽጡ እንታይ ከም ዘሎ ኢና ክንርኢ። እዚ ብሞባይልና ወይ ብ ላፕቶብና ነቲ ዌብሳይት ወይ ኣፕሊኬሽን ብምኽፋት ክንጥቀመሉ ንኽእል ኢና። ናይ ነጻ እዩ፣ ዝኽፈሎ ነገር የብሉን ማለት እዩ። ስለዚ መጀመርያ እቲ ዌብሳይት ምስ ከፈትናዮ ዲክሽነሪ ዝብል ኣሎ። ኣብ ሞባይል እንድሕር ከፊትናልና እቲ ዌብሳይት ከኣ ኣብ ታሕቲ ን የማን ዲክሽነሪ ዝብል ከምዚ ንሪኦ ዘለና ኣብዚ ክንረክቦ ኢና ማለት እዩ ናብቱ ሞባይል ኦኬ ሕጂ ከምዚ ኢሉ ምስ ተኸፍተ ኣብ ክልቲኡ ፕላትፎርም እቲ ቃላት ኣብ ደገ ኢና ኣውፂናዮ ዘለና ከምዚ ሰርች ጌርካ ትረኽቦ ዲክሽነሪ ጥራሕ ኣይኮነን ምክንያቱ እዚ መምሃሪ ስለ ዝኾነ ብዛዕባ ኣስታት ክንመሃር ተኮይንኻ ኣብ ደገ ክንሪኦ ክንክእል ኣለና እንዳርኣና ክንመሃር እዩ እቲ ዕላማ ማለት እዩ ካብ እቲ ንፈልጦ ጥራሕ ሰርች ንገብር ኣብዚ እውን ድሕር ዝኾነ ብሕፅር ዝበለ ድሕር ኣብዚ ዲክሽነሪ ኣሎ ኮይኑ ሰርች ክንገብር ንኽእል ኢና ዝደለናዮ ድሕር ኣብዚ ኣሎ ክመፀልና እዩ ማለት እዩ ስለዚ ከምዚ ይመስል እቲ ኩሉ ከም ንሪኦ ዘለና ኣብዚ ድሕር ኣቕርብ ኣቢልናዮ ኣብ ውሽጡ ስእሊ ኣለዎ ናይ ነፍሲ ወከፍ ክስታይ ምስኡ ድኸይድ ስእሊ እንድሕር ኣሎ ኮይኑ ኣብኡ ክንረኽቦ ኢና። ካልኣይ ከኣኒ ሓደ ቃል እንድሕር ብመልክዕ ቪድዮ ኣብ ኮርስና ኣሎ ኮይኑ ንኣብነት ብዛዕባ ሲፒዩ ዝገልጽ ኮርስ ኣብቲ ኮርስ ውሽጢ ድሕር ተገሊጹ ኣሎ ኮይኑ ኣበናይ ኮርስ ከም ዘሎ ኣብዚ ሕብርና ኣብኡ ጠዊቕና ኢና ናብቲ ኮርስ ከድና ክንመሃር ድሕደልና ብዛዕባ እዚ ብዕሙቕ ዝበለ ብቪድዮ መልክዕ ከድና ንመሃር ማለት እዩ ኣብ ሞባይል እውን ኩሉ ሓደ እዩ እንድሕር ኣብኡ ጠዊቕናዮ ኣኾለና ድሕር ከምዚ ገርና ጠዊቕናዮ ኩሉ ከምዚ እንዳበለ ሞባይልና እውን ይመጻልና ማለት ብየማን ንርኢ ደለና እዚ ኣብ ሞባይል ዘሎ እዩ ኣብ ክስታይ ከዓኒ ኣብ ዴስክቶፕካ ከምዚ ብጸጋም ዘሎ ማለት እዩ ስለዚ ብከምዚ መንገዲ ኢና እዛ ዝደለናዮ ቃል እናጠወቕና እንመሃር ከምኡ ከኣ ከምዚ ክሮስ ሬፈረንስ ኣሎ እንታይ ማለት እዩ ንኣብነት ብዛዕባ ሓንቲ ነንብብ እሞ ንኣብነት ኣብዚ ማዘርቦርድ ምስ ጠወኩ ብዛዕባ እዚ ማዘርቦርድ ኣንቢበ ምስ ወዳኹ ወይ እናንበብኩም ኣብ መንጎ ዝኾነ ቃል እንድሕር ዘይተረዲእና ኣብኡ ዝተገልጸ ኣብቲ ዲክሽነሪ እንድሕር ኣሎ ኮይኑ ምስኡ ድኸይድ እቲ ክሮስ ሬፈረንስ ኣብዚ ሊንክ ጌርና ኣለና ንኣብነት ብዛዕባ ሲፒዩ እንታይ ምዃኑ እንድሕር ዘይተረዲእና እንዳንበብና ከለና እንታይ ራእይ ሲፒዩ እንድሕር ኢልና ኣብኡ ክንጠውቕ ንኽእል ኢና ኣብኡ ጠዊቕና ናብቲ ገጽ ናይ ሲፒዩ እንታይ ምዃኑ መብርሂ ንረኽበሉ ይወስደና። ንድሕሪት ከኣ back ኢልና ንምለስ። ኣብ ሞባይል ከኣ እንድሕር ከምኡ ጌርናዮ ኣብ ሞባይል ሕጂ ከመይ ጌርና ኢና ንድሕሪት ንምለስ እንድሕር ኮይኑ እታ ናይ ክስታይ ክኸፍታ እንደ እታ ናይ ማዘር ቦርድ ኣብኡ ምስ ከፈትናዮ ካብ ጸጋም ንየማን ኢና ስላይድ ንገብሮ ንኣብነት እዚኣ ናይ ማዘር ቦርድ ከፊት ኣለኹ ምሽ እዛ ናይ ሲፒዩ ድሕር ጠዊቐያ ኣብዚ እታ ናይ ሲፒዩ ገጽ ክትክፈት እያ። ከምዚ ጌርና ሲፒዩ እንታይ ምዃኑ ነንብብ እንድሕር ምስኡ ድኺድ ኮርስ ኣሎ ኮይንካ ኣብዚ ኮርስ ክንረኽቦ ኢና። ኣንቢብና ምስ ወዳእና እንታይ ኢና ንገብር ካብ ጸጋም ንየማን ከምዚ ጌርና ስላይድ ኢና ንገብሮ ማለት እዩ። ከም ብሓንሹ ዲክሽነሪ ምኽፋት ኣይድልንስ ንየማን ስላይድ ንገብሮ ኣብቲ ዝነበርናዮ ንምለስ። ኩሉ ብስእሊ መረዳእታታት ዘለዎ ክሮስ ሬፈረንስ ዘለዎ ዲክሽነሪ እዩ። እንዳማዕበልናዮ ቃላት እንዳወሰኽናሉ ኢና ንኸይድ ዘለና ስለዚ ትጠቃቅምኡ ኣዝዩ ቀሊል እዩ ብማውዝ ጌርካ ኣብ ላፕቶፕ ተኾይኑ ከምዚ እናገበርካ ክስታይ ምንባብ ጥራሕ እዩ ንኽርድኣካ እውን ከምዚ ክብድ በለ ኣይኮነን ፅሙቅ ፀሚቅና ኢና እቲ ሓሳብ ኣቅሪብናዮ ፅሙቅ ሓሳባት ናይቲ ኣርእስቲ ብሕፅር ዝበለን እንታይ ምዃኑን ከምቲ ንገብሮ ኩሉ ግዜ ንምህሮ ትምህርቲ ክንምህር ከለና ሕፅር ሕፅር ብዝበለ